እጹብ ድንቂ ክገብሮ ከሎ ንወዲ ሰብ ውን ካብ ጭቃ ዩ ክፈጥሮ ጀሚሩ ብዘደንቅ ተኣምር ኣላህ ካብ ምድሪ ዝተፈላለየ ሓመድ ወሲዱ ዩ ጭቃ ሰሪሑ ካብኡ ድማ ንእሽተ ማይ ወሲኹ ክሳብቲ ጭቃ ዝጽልም ደሓር ነቲ ጭቃ ድማ ቀይሱ ቅርጺ ሰብ ከም ዝህሉ ጌርዎ ወይ ከዓ ዲዛይን ገይርዎ። እቲ ጭቃ ምስ ነቐፀ ከዓ ዝተፈላለየ ሕብሪ እዩ ወሲዱ። እቲ ኣብ መወዳእታ ዝሓዞ ሕብሪ ድማ ሕብሪ ናይ ስገም እዩ። ስለዚ ከዓ ኣደም ዓለይ ሰላም ወይ ከዓ ወዲ ሰብ ኣደም ተባሂሉ። ምክንያቱ ኣደም ካብ ኡድም ዝተወስደ ኮይኑ ስገም ማለት እዩ። ሕብሪ ናይ ስገም ወይ ከዓ ዊት ወይ ስርናይ ዝሓዘ ማለት እዩ። ከምዚ ብርህ ዝበለ ብራውን ወይ ቡናዊ ሕብሪ ስለዚ ሕብሪ መልክዕ ኣደም ዓለይሂ ሰላም ካብ ኩሉ ዝተወስደ እዩ ማለት እዩ ካብ ጸሊም ካብ ማሮኒ ካብ ቀይሕ ካብ ዝተፈላለየ ሕብሪ ማለት እዩ ብከምዚ ምክንያት እዩ ኩሉ ወዲ ሰብ ዝተፈላለየ ቅርጽን ሕብርን ደሎ ኣላህ ስብሓነ ወተዓላ ድማ እዚ ምስ ገበረ ቅርጺ ዲዛይን ምስ ናይ ወዲ ሰብ ምስ ፈጠረ ድሕሪ ዝፈጠሮ ስፒሪት ወይ ከዓ ሶል ድበሃል ኮይኑ እዚ ኸኣ ኡፍ ምስ በለ ወይ ድማ ገለ ነገር ካብኡ ናፍቲ ህይወት ዘይብሉ ጭቃ ነገር ምስ ተሰጋገረ እዩ ዝፍጠር። ትንፋስ ወይ ሩሕ ድማ ናፍቲ ቅርጺ ዘለዎ ምስ ኣተወ ድሕሪ እዩ ወዲ ሰብ ህይወት ዝዘርአን ተንቀሳቐሰን ማለት ኣደም ዓለይሂ ሰላም ሃንደበት ድማ ኣሌ ኣደም ዓለይ ሰላም ነብሱ እዩ ብሂወት ሰሪሩ ዝረኸባ ኡፍ ምስ ተባሃለሉ እቲ ሂወት ማለት እዩ ትሩሕ ድባል ናይ መጀመርታ ድማ ኣደም ዓለይ ሰላም ዝረኣየ ጽባቐ ጀናን ፍጥረታት ወይ ከዓ ፍሩቶታት ናይ ጀና እዩ ድረኣየ ኣደም እንታይ ገይሩ መሲልኩም መጀመርታ ቅድሚ እታ ትንፋስ ወይ ሩሕ ድማ ናብ እግሪ ምብጽሓ ኣደም ነጢሩ እዩ ነቲ ፍሩታታት ክሕዞ ደልዩ ስለዚ ድማ ኣላህ ስብሓነ ወተዓላ እንታይ ኢሉ ኹሊቀ ልኢንሳኑ ሚን ዓጀል ወዲ ሰብ ህውኽ ወይ ከዓ ተብተብ ኮይኑ እዩ ተፈጢሩ በዚ ምክንያት ኢኻ ወዲ ሰብ ብተፈጥሮ ተብተብ ኢሉ ተሃዊኹ ክውድእ ዝደሊ ቅድሚታ ህይወት ድማ ናብ ሙሉእ ኣካላት ምእታዋ ሓወልቲ እያ ነይራ እታ ትንፋስ ቅድሚ ምህላው ማለት እዩ ትንፋስ ምስ ተሰክዐለ እዩ ድማ ህይወት ዘርኢ ማለት ኣደም ዓለይህ ሰላም እዚ ኩሉ ክፍፀም ከሎ ድማ ኢብሊስ እንታይ ይገብር ነይሩ ኢልና ክንሓትት ንኽእል ኢና እስከ ሕሰቡት ሸይጣን እንታይ የጋጥሞ ኣሎ ምስ ንብል ኢብሊስ ድማ እዚ ክሪኦ ከሎ ብጣዕሚ ቅንእ ወሪርዎ እቲ ደው ኢሉ ዘዕዘበሉ ዝነበረ ድማ ወዲ ሰብ ኣፋጣጥሪ እዩ ክሪኦ ጀሚሩ ሰይጣን ድማ ብጣዕሚ ናብ ትዕቢት ዝተለወጠ ስለዚ እዚ ቅንኢ ኢኻ ናይ ሰይጣን ናብ ትዕቢትን ኩርዓትን ዝተለወጠ እንታይ ኣጋጢሙ ስዒቡ እንታይ ኢልና ድማ ዕለማ እንታይ ይብል መሲልኩም ኣላህ ንኣደም ዓለይ ሰላም ናይ ኩሉ ነገራት ይምህሮ እንታይ ማለት እዩ ናይ ኩሉ ኣስማት ምስና ምስ ንሓቲ ድማ ከምቲ ሙፈሲሪን ወይ ገለጽቲ ከም ዝብሎ ኣስማት ናይ ረቢ ኣስማት ናይ መላእኽቲ ኣስማት ናይ ኩሉ እዩ ማለት እዩ ሽዑ ቅድሚኡ ዘይተሰርሐ ወይ ዘይተተግበረ ነገር ኣብ ምድሪ ዓለም ማለት እዩ ብፍጡራት ናይ ኣላህ ዝኾኑ ኣጋንንቲ ወይ ጅኒ ንኣብነት እንታይ እዮም ገይሮም ጅኒ ኣብ ዓለም ምስ ንብል እውን ተባላሒቶም ሂዞም ዝሰርሑ ህንፃ ይኹን ወይ ስነ ሓሳብ ኣነባብራ ወይ መንግስቲ ወይ መንበሪ ኣይነበሮምን ጥረ ነገር እንታይ ሰሪሕካ ከም ዝግበር ኣይፈልጡን ነይሮም። ንኣብነት ፍረ እንድሕር ወሲድና ኣብ ጉድጓድ ንእትዎ ንዘርኣ፣ እታ ፍረ ድማ ትበቁል ገረብ ትኸውን። እታ ገረብ እውን ቆሪፅና ቆራሪፅና መዓራሪና እንጨይቲ ነውፃላ፣ ጣውላ፣ ወንበር ዝተፈላለየ ንሰርሕ። እዚ ፍልጠት እዮም ድማ ጅኒ ዘይፈልጥዎ ዝነበሩ። ወዲ ሰብ ግን ብብቕዓት ክእለትን ኣእምሮን ምዛን ተዋሂቡ ኣብ ኣእምርኡ ክምህዝን ክመራመርን ዝጠቅም ነገር ክቕይስን ከም ዝኽእል ረቢ ገይሩ እዩ ፍሊጥዎ ማለት እዩ። እዚ ከኣ ኢብሊስ ወይ ከኣ እቲ ዓቢ ሸይጣን ቅንኢ ክወሮ ዝጀመረ ከም ዘሎ ወዲ ሰብ ምስ ፈለጠ ማለት እዩ። ስለዚ ኣላህ ኣብታ መጀመርታ ዝበሎ ንመላእኽቲ ድማ እዚ እንታይ ነገር እዩ ምስ በሎም ማለተይ እቲ ሴድያ ድዩ ጣውላ ድዩ ኩሉ ናይ ዓለም ነገር ማለት እዩ ዋላ ፍልልያቱ እቶም መላእኽቲ ድማ ላ ዒልመ ለና ኢሎሞ ንፈልጦ የብልናን ፍልጠት የብልናን ብጀካ እቲ ዝሃብካና ፍልጠት ጥራሕ ኢና ንፈልጥ ኢሎሞ ስዒቡ ድማ ንኣደም ዓለይ ሰላም ሓቲትዎ እዚ እንታይ እዩ ኢልዎ ኣደም ዓለይ ሰላም ድማ ንኣብነት እዚ ዕንጨይቲ በሃል እዚ መንግስቲ በሃል እዚ ዲጋ በሃል ኩሉ እቲ ክምለስ ዝኽእል መሊሱሉ ማለት እዩ ኩሎም መልኣኽቲ ድማ ተደኒቕም እዮም ወላ ኢብሊሱን ከምኡ ሸይጣን ማለት እዩ እታ ናይ መጀመርታ ንኣላህ ዝገበረ ድማ ነቶም መላእኽቲ ኣደም ዓለይሂ ሰላም ናይ ክብሪ ምስጋና ወይ ከዓ ስግደት ክሰግዱሉ ይኣዚዞም። ናይ ክብሪ ስግደት ድማ ሰጊዶምሉ ብቐጥታ ኩሎም መላእኽቲ ብዘይ ዝኾነ ዕፂ ምፂ። ኢብሊስ ግን ኣብዩ። ምኽንያት ምእባዩ ድማ ትዕቢትን ቅንእን ስለዝሰኸረ እዩ። ብከምዚ ምኽንያት ድማ ካብቶም ኩፋር ወይ ከዓ ዘይኣመንቲ ኮይኑ። ካፍር ማለት እቲ ዝሓብእን ዝኽውልን ሓቂ ዝፈልጥ ዝኽሕድን ዝነጽግን ማለት እዩ። ኩፍር ወይ ከዓ ካፍር ማለት ዘይምእማን ጥራሕ ዘይኮነስ ትፈልጦ ሓቂ እውን ዘይምእማን ማለት እዩ። ትፈልጦ ሓቂ ምንጻግ እዩ። ኣላህ ስብሓን ወተዓላ ድማ ንኢብሊስ ሓቲቱ እንታይ ከልኪልካ እንታይ ኮንኪ ኢኻ ነቲ ብኢደይ ዝፈጠርክዎ ክብሪ ብናይ ክብሪ ስግደት ዘይሰግደሉ ምስ በሎ ኣነ ካብኡ እበልጽ ኣና ኸይሩ ሚንሁ ስለምንታይ ከምኡ ምስ በሎ ድማ ንዓይ ካብ ሓዊ ፈጢርካኒ ንወዲ ሰብ ድማ ካብ ጭቃ እያ ፈጢርካ ኢሉ ኣላህ ከዓ ኢልዎ ሓሳብካ ይትቕይርን ምስ በሎ ኢብሊስ ድማ ኢሉ ኣይቅይርን እየ ኢሉ ሓሳበ ኢልዎ ኣብ መወዳእታ ኣላህ ስብሓነ ወተዓላ ኢልዎ ኣነ ንወዲ ሰብ ፈጢረ እየ ኣነ እየ ድማ ዝእዘካ ዘለኹ ስለዚ ንዓኻ ትኽሕደኒ ዘለኻ ብዘይ ምእዝዛዝካ ኢልዎ ኢብሊስ ከኣ ኢልዎ ኢብሊስ ብኣላህ ስብሓን ወተዓላ እንዳመሓለ ማለት ብክብርኻን ብዝፋንካን እዚ ኩሉ ዝገበርካዮ ድማ ክዕንወ ኢሉ እዩ እዚ እንታይ ማለት እዩ ኢብሊስ ወይ ሸይጣን ብረቢ ይኣምን እዩ ብኣምላኽ ብዝበለፀ እኳ ደኣ ካብዞም ብዙሓት ዘለና ሰባት ካብ ዝሓለፉን ካብ ዘለና ማለት እዩ እንታይ ደኣ ካፍር እዩ ሓቂ እንዳፈለጠ እዩ ዝነፅጎ ነይሩ ከምቲ ዝበሎ ድማ ብዓቕምኻን ብሓይልኻን ንኹሎም ከጋግዮም ኢሎም ኣላህ ኢልዎ ድማ ሐራይ ንስኻ ከምዚ ካብ ገበርካ ኣነ ውን ሓሳብ ከካፍለካ እየ ምክንያቱ እዚ ቡዳ ወይ ቻለንጅ ይኸውን ወይ ክርክር ኣብ መንጎይን ኣብ መንጎኻን ኢልዎ ስለዚ ኣብ ልዕሊኦም ክስቀል ክትኽእል ኢኻ ተሰቐል ኣደንዝዞም ከምዚ ዋና በዓል ፈረስ ብድምፅኻ ድማ ክተዳናግሮም ፈትን እንታይ ናይ ሸይጣን ድምፂ ምስ ንብል ድማ እቲ ዘብለጭልጭ ናይ ዓለም ንብረት ማለት እዩ። ብኡ እንዳርኣኻ ድማ ክተዳናግሮም ክተዋናውኖም ፈትን። መኪንኦም፣ ክዳኖም፣ ገንዘቦም፣ ሃብቶም። ምስኦም ከኣ ሽርክነት ግበር። ምስ ደቆም፣ ደቂ ደቆም ከኣ ተመዓራረ ወይ ከኣ ተዓራረኽ። ኣንጻሮም ከም ዝኾኑ ከኣ ጽዓር። ገንዘቦምን ከምኡ ኣንጻሮም ግበሮ። ናይ ሓሶት መብጽዓ ድማ እተወሎም ወይ ዘይጭበጥ ተስፋ ሃቦም። ከምኡ ውን ካብ ድኽነት ከም ዝፈርሑ ግበሮም። እዚ ካብ ድኽነት ምፍራሕ ድማ ኣብ መጻኢ ከም ዝደኽዩን ከም ዝሽቑረሩን ክስምዖም ስለ ዝኽእል ስርቂ፣ ገበን፣ ሓራም ክኣትዉ ደፋፍኣዮም ኢልዎ ማለት እዩ። ሰይጣን ካብ መወዳእታ እንታይ ኢልዎም መሲልኩም? ሕራይ ዝብድሆ ክርክር ኣብ መንጎይን ኣብ መንጎኻን ኮይኑ ግን ኣነ ካባኻ ዝደልዮ ሓንቲ ነገር ኣላ። ንሳ ከዓ ምጽኣተ ዓለም ክሳብ ዝበጽሕ ወይ ከኣ ክሳብ ብህይወት ዝትስእ ወዲ ሰብ ምስኦም ኣጽንሓኒ ኢልዎ። ኣላህ ኢልዎ ድማ ግዜ ክበክ'የ። ግን ንስኻ ዝሓተትካዮ ዘይኮነስ ባዕለይ ዝውስኖ'የ። ክሳብ ካብ ሞት ዝትስኡ ዘይኮነ ክሳብ መወዳእታ ዓለም ጥራይ ኢልዎ። ምስኦም ድማ ክትመውት ኢኻ ኢልዎ። ወሲኹ ከኣ ኢልዎ እቶም ቁንዓት ወይ ከኣ እሙናት ኣብ ልዕሊኦም ስልጣንን ሓይልን የብልካን። ኢብሊስ ከኣ ሕራይ ወይ ሸይጣን ማለት ሕራይ ብጀካ እቶም እሙናት ጽኑዓት ወይ ከኣ እቶም ዝኾነ መሰናኽል ዘጋጥሞም ተተጋግዮም ዝናስሑ ነብሶም ዝነቕፉ ትእዛዝ ኣላህ ዘኽብሮም ግን ኣይቀርቦምን እዩ ኢልዎም ማለት እዩ። ሕራይ እምበኣር ንሎሚ ኣብ ዝኣኽለና ወሰለላሁ ዓላ ነቢይና ሙሓመድ ወዓላ ኣሊ ወሳሕቢ ወሰለም።